ዕዳ ናይ ትምህርቲ ማለት ኣውድ ናይ ሎኖ ካሳ ምስ ዝህልወካ እዛ ቪድዮ እዚኣ ብልክዕ ንዓኻ እያ ስለዚ ነዚ ሓዱሽ ጸዲቑ ዘሎ ማለት ብዕለት ሓሙሽተ ወርሒ ሓደ ክልተ ሽሕን ዕስራን ሽዱሽተን ጸዲቑ ዘሎ ሕጊ ተጠቂምና ከመይ ጌርና ዘለና ዕዳ ናይ ትምህርቲ ካብ ዕስራን ሓሙሽተን ሽሕ ክሮነር ክሳብ ስሳ ሽሕ ክሮነር ከመይ ጌርና ነደምስሶ ወይ ድማ ከመይ ጌርና ክድምስሱልና ምልክታ ንሰድድ ማለት ሶክናድ ንሰድድ ዝብል ኣርእስቲ ሓደ ብሓደ ስቴፕ ባይ ስቴፕ ኣብዛ ቪድዮ እዚኣ ከርእየኩም እየ ሙሉእ ትሕዝቶ ጽቡቕ ጌርና ንርኣያ። ነዚ ወጺኡ ዘሎን ጸዲቑ ዘሎን ሕግታት ከየምልጠና ማለት ግዜኡ ከይሓልፈና ኣብ ሰዓቱን ኣብ ግዜኡን ነተግብሮ። እዛ ቪድዮ እዚኣ ናብ ብዙሓት ክትበጽሕ ሸር ላይክ ኮመንት ብዓብዩ ከኣ እዛ ቪድዮ እዚኣ ክንርእያ እንከለና ላይክ ጌርና እሞ ከኣ ናብ ዝምልከቶም ሰብ ክጥቀሙላ ዝኽእሉ ሰባት ናብ ዓሰርተ ሰብ ሸር እንድሕር ጌርናያ ብጣዕሚ ተመራጺ ኮይኑ ይስምዓኒ ምኽንያቱ እዚ ሓዱሽ ቪድዮታት ወጽዩ ዘሎ እቲ ሰብ ሰሚዑ ዝምልከቶ እንድሕር ተኾይኑ ተጠቂሙ ኣብ ግብሪ ከውዕሎ መታን ስለዚ ንዘለና ዕዳ ናይ ትምህርቲ ማለት ናይ ሎኖካሳ ካብ ዕስራን ሓሙሽተን ሽሕ ክሳብ ስሳ ሽሕ ዘለና ዕዳ ኣብዚ ዓመት እዚ ወይ ከኣ ዓመታዊ ክድምሰሰልና ምስ ንደሊ ከምቲ ልሙድ ማለት ብዛዕባ ሎነ ካሳ ንዛረብ ስለ ዘለና ኣብቲ የመሲዴ ሎነ ካሳ ዝብል ኢና ክንኣቱ። ኣብዚ ንርእዮ ዘለና ሎነ ካሳ ዝብል ዌብሳይት ምስ ኣተና ንላዕሊ ሓፍ ምስ ኣበልናዮ ዘለካ ዕዳ ክድምሰሰልካ ምስ እትደሊ ኣብዚ ኢኻ ክትጥውቕ፣ ነዚ ምስ ጠወቕካ ኢኻ ብልክዕ ናብዚ ገጽ እዚ ይወስደካ። ኔስተ ምስ በልካዮ ናብዚ ዝርዮ ዘለና ቦታ ምስ ኣብጽሓና፣ ማለት እቲ ወጺኡ ዘሎ ሕጊ ካብ ዕለት ሓደ ወርሒ ሓደ ክሳብ እዚ ሕጂ ዘለናዮ ዕለት ሓደ ወርሒ ሓደ ክልተ ሽሕን ዕስራን ሽዱሽተን ስለ ዝድምሰሰልካ መዓስ ኢኻ ስራሕ ጀሚርካ ወይ ድማ ነዚ ዕድል'ዚ ክትጥቀመሉ ካብ መዓስ ኢኻ ክድምሰሰልካ ደሊኻ ዘለኻ ዝብል ሕጊ ዘሎ ኣብዚ ዕለት ሓደ ወርሒ ሓደ ክልተ ሽሕን ዕስራን ሓሙሽተን ክንመልኦ ክንክእል ኣለና ካብዚ ዕለት እዚ ስራሕ እንድሕር ደኣ ጀሚርና ሓፈሻዊ ነገር መዓስን ከመይን ኣየናይ ሰብን ዝብል ጽቡቕ ዝኾነ መብርሂ ኣብቲ መወዳእታ ቪድዮ ጽቡቕ ጌረ ክገልጾ'የ ብሕጂ ግን ስቴብ ባይ ስቴብ ንኺድ እሞ ኣብዚ ክርደኣና መታን። ስለዚ ነቲ ዘድልየና ዕለት ምስ መላእና ናብቲ ዝስዕብ ገጽ ክንቅጽል እንድሕር ተኾይንና ናብዚ የምጸና እሞ ኣብዚ Neste ምስ በልናዮ ከኣ ኣብቲ Folkregistrering ኣትዩ ዘሎ ኣድራሻኻ ኣበይ ቦታ ተመዝጊብካ ከም ዘለኻን ኣበይ ቦታ ትነብር ከም ዘለኻን ዝብል ኣርእስቲ ይመጸና እሞ ብልክዕ እዚ ሂብና ዘሎ ኣድራሻ እቲ ንስኻ ትነብረሉ ዘለኻ ወይ ድማ ትሰርሓሉ ዘለኻ ኣድራሻ ብልክዕ እንድሕር ድኣ ኮይኑ ኣብ ተትሕቲኡ ዘለካ እዚ ትክክል ትነብረሉ ዘለካ ቦታ ድዩ ዝበለካ ዘሎ ኦኬ ኢልካ ናብ ዝቅጽል ገጻት ንቅጽል። እቲ ብምሉኡ ካብ ዕለት ሓደ ወርሒ ሓደ ክልተ ሽሕን ዕስራን ሓሙሽተን ክሳብ እዚ ሕጂ ዘለናዮ ዕለት ሓደ ወርሒ ሓደ ክልተ ሽሕን ዕስራን ሽዱሽተን ዝሰርሓካሎም ኣድራሻታት ብምሉኦም እቶም ንስካ ዝሰርሓካሎም ቦታታት ኣብዚ ዝርዝር የምጽኦሞ ብልክዕ ንሱ እንድሕር ተኮይኑ ናብ ዝቅጽል ገጻት ኢና ንሕና ክንሰግር ዘለና ማለት ኔስተ ንብሎ። ናብ ዝቕጽል ፔጅ ኔስተ ምስ በልናዮ ኣገዳሲት ነገር ኣብዚኣ ንሪኣ ዘለና ኣብዚ ናይ ስራሕ ግዜኻ ኣብ ትምህርቲ ኔርካ ዶ ኣይነበርካን ዝብል ዘሎ ሕቶ ኣይነበርኩን ኢልካ ክትመልኦ ክትክል ኣለካ ዘይነበርካ እንድሕር ተኮይንካ ምኽንያቱ ንስኻ ኣብ ትምህርቲ ምሉእ ትምህርቲ እንዳነበርካ ትሰርሕ እንድሕር ተኔርካ እዚ ሓዱሽ ዕድላት ወጺኡ ዘሎ ናይ ምድምሳስ ዕዳ ንዓኻ ኣይምልከተካን እዩ። ከምኡ እውን ናብ ዝቕጽል ዘሎ ገጽ ምስ ከድና ከኣ ልክዕ ከምኡ ኣብ ከምዚ ዓይነት ወይ ድኣ ኣብ ሚሊታሪ ድዩ ኣብ ዝኾነ ትምህርቲ ድዩ ገለ ነገር ኔርካ ዲኻ ዝብል ዘሎ ኣብዚ ከኣ ዘይነበርካ ክትከውን ክትክእል ኣለካ እዚ ናይ ምድምሳስ ዕድላት መታን ክምልከተካ ስለዚ ናይ ዝብል ክትመልኦ ክትክእል ኣለካ ዘይነበርካ እንድሕር ተኮንካ ከም ዕድል እንድሕር ድኣ ተኔርካ ግን እዚ ምድምሳስ ንዓኻ ኣይምልከተካን እዩ። ስለዚ ናብቲ ዝቕጽል ዘሎ ገጻት ምስ ከድና ከም ዝብል እቲ ንስኻ ዝመላእካዮ ሓደ ብሓደ ብልክዕ ዝርዝራት የምጻልካ፣ እንታይ ኢኻ መሊእኻ ዘለኻ፣ ብልክዕ'ኸ ትኽክል ዲኻ መሊእኻ ዘለኻ፣ ነዚ ብምሉኡ ቸክ ትገብሮ'ሞ ኣብቲ መወዳእታ እዚ ብልክዕ'የ መሊኤ ዘለኹ ጌርካ ሃከ ጌርካ ነዚኣ ሰንድ ሰኩናድ ትብላ። ልክዕ ከምዚ ጌርካ ሰንድ ምስ በልካዮ እቲ ናትካ ሰኩናድ መጺና ኣሎ ዝብል መልእኽቲ ከምዚ ገይሩ ክመጸካ ክኽእል ኣለዎ። እቲ ንስኻ ሰዲድካዮ ዘለኻ ምልክታ ማለት ሰኩናድ ብልክዕ ትኽክል ድዩ? ኣብዚ ግዜ እዚኸ ሰሪሕካ ድኻ? እሞኸ እዚ ምድምሳስ ዘሎ ዕድላት ንዓኻ ብልክዕ ይምልከተካ ድዩ? ብምሉኡ ኣረጋጊጾም። እቲ ዘሎ ዕዳ ካብ ዕስራን ሓሙሽተን ሽሕ ክሳብ ስሳ ሽሕ ዘሎ ንዓኻ ይድምስስልካ። ስለዚ እቲ መስርሕ ከምዚ እንዳበለ ይቕጽል። ስለዚ ብልክዕ እዚ ዕዳ ምድምሳስ ካብ ዕስራን ሓሙሽተን ሽሕ ክሳብ ስሳ ሽሕ ዘሎ ክሮነር ንመን እዩ ዝምልከቶ ዝብል ኣርእስቲ ብጽቡቕ ገይረ ክገልጾ እንተኾይነ ግን ንዝክሮ እንድሕር ተኾይንና ዝረኣናዮ ቪድዮታት እንድሕር ሓልዩ ቅድሚ ዓመት ከምዚ ገይሮም ንኽድምስሱ ዕድላት ተኸፊቱ ኣሎ እዚ ግን ኣብ ሕጊ ክሳብ ሕጂ ኣይጸደቐን ዝብል ቪድዮ ሰሪሕ ነረ ብልክዕ ዳርጋ ዓመት ወሲዱ ክኸውን ይኽእል እዩ መዓልቱን ሰዓቱን ኣኺሉ ግን ልክዕ ብዕለት ሓሙሽተ ወርሒ ሓደ ክልተ ሽሕን ዕስራን ሽዱሽተን ነቲ ተተንብዮሞ ዝነበሩ ሕግታት ኣጽዲቖም ልክዕ ሎሚ ከምዚ ጌርካ ዝነበረካ ዕዳ ናይ ትምህርቲ ክትድምስስ ትኽእል ኢኻ ናይ ሎኖ ካሳ ዝብል ሕጊ ጸዲቑ ኣብ ግብሪ ዊዒሉ ኣሎ። እዚ ሕጂ ጸዲቑ ዘሎ ንዘለና ዕዳ ናይ ትምህርቲ ማለት ናይ ሎኖ ካሳ ክድምስስ ዝኽእል ሰብ መን እዩ? ንመን እዩ ዝምልከቶ ዝብል ክንርኢ እንድሕር ተኾይንና ልክዕ ንስኻ ካብዘን ሚእትን ሰማንያን ትሽዓተን ዘለዋ ምምሕዳራት ሓንቲ ካብዚኤን እንዳነበርካ ብውሕድ ሓደ ዓመት ምሉእ ዓመት ኣብ ስራሕ ዓለም ምስ ትዋፈር ኢኻ ንስኻ እዚ ሕጊ እዚ ዝምልከተካ። ንስኻ ሓንቲ ካብዘን ምምሕዳራት ከምዚ ንርእየን ዘለና ሊስታ እዞን ሓሙሽተን ኮምኡውን ዞን ሽዱሽተን ዝብሃላ ዘለዋ ምምሕዳራት ነባሪ ኮንካ ሓደ ዓመት ምሉእ ምስ ትሰርሕ ናይ ዕስራን ሓሙሽተን ሽሕ ኩረነር ዘለካ ዕዳ ናይ ትምህርቲ ማለት ካብ ሎኖካሳ ክድብሰሰልካ ይክእል ፍልይ ዝበለ ግን ንስካ ሓደ ካብዘን ምምሕዳራት እዚኣተን ማለት ኣብ ኖርስተሮምሶን ከምኡውን ፊንማርክ ዘለዋ ኣብዚ ሊስታ ንርእየን ዘለዋ ምምሕዳራት እንዳ ነበርካ ከም ዝብሎ ዘለኹ ሙሉእ ዓመት ኣብ ስራሕ ዘሕለፍካዮ ሰብ እንተኾንካ ግን ክሳብ ስሳ ሽሕ ኩሮነር ክድምሰሰልካ ይኽእል ስለዚ ንዓኻ እዚ ቪድዮ እዚ ማለት እዚ ምድምሳስ እዚ ይምልከተካ ድዩ ኣይምልከተካን እዩ ከተራጋግጽ ምስ ትደሊ ኣብዚ ታሕቲ ዝጌርዮ ዘለኹ ሊንክ ማለት ዜና ወጺኡ ዘሎ እተን ዝርዝር ኣስማት ኮመነታት ብምልኣን ተዘርዚሩ ስለ ዘሎ ሓደ ብሓደ ኣቲኻ ቸክ ክትገብር ክትክእል ኣለካ እዚ ናይ ዕዳ ምድምሳስ ዘሎ ሓዱሽ ተኽእሎታት ክምልከተካ ምስ ዝኸውን ስለዚ እዛ ቪድዮ እዚኣ ናብ ብዙሓት ንብጽሓያ ሸር ላይክ ኮመንት ጌርና ምኽንያቱ ነዚ ዕድል እዚ ተጠቂሞም ዝምልከቶም እንድሕር ተኾይኖም ብልክዕ እዚ ዝበሃል ዘሎ ኣሽሓት ማለት እዚ ቪድዮ እዚ ንኹሉ ሰብ ኣይኮነን ዝምልከቶ ክብል ከለኹ ንስኻ ናይ ሎኖካሳ ዕዳ ክህልወካ ክኽል ኣለዎ እዚ ማለት ከኣ ትምህርትኻ ወዲእኻ ኣብ ስራሕ ዓለም ዝተዋፈርካ ሰብ ክትከውን ክትክል ኣለካ still ክሳብ ሕጂ ኣብ ትምህርቲ እንድሕር ሃሊኻ ኣብ ምሉእ ትምህርቲ ክሳብ ዝሃለኻ እዚ ከምዚ ዓይነት ናይ ምድምሳስ ዘሎ ዕድላት ንዓኻ ኣይምልከተካን እዩ ከምኡ ከም ዝመልክዎ ኣብ ሚሊታሪ ኣብ ተወሳኺ ትምህርቲ ኣብ ስራሕ ተዘይኔርካ እዚ ነገር እዚ ኣይምልከተካን እዩ ብውሑድ ንስኻ ከኣ ዓሰርተ ክልተ ወርሒ ዝሰራሕኻ ክትከውን ክትክእል ኣለካ ካብ ዝሓለፈ ወርሒ ሓደ ክሳብ ሕጂ ወርሒ ሓደ እንድሕር ደኣ ንስኻ ኣብ ስራሕ ዓለም ተጸኒሕካ እዚ ናይ ምድምሳስ ዘሎ ዕድላት ንዓኻ ይምልከተካ ስለዚ ብኸምዚ ዓይነት ይሰርሕ እዚ ሓዱሽ ወጽዩ ዘሎ ሕግታት። ሸር ላይክ ኮመንት ብዓብዩ ከኣ ሳብስክራይብ ዘይገበርና ሰብ ሳብስክራይብ እንዳገበርና ሃናጺ ግዝያዊ ጠቃሚ ዝኮነ ቪድዮታት ኣብ ሰዓቱን ኣብ ግዚኡን ክመጸና ምስ እንደሊ ከምቲ ልሙድ ላይክ Thank you።